መርሃ መስርዐይ ትብል ሄሉ ጓለይ እሂ መራሒት መስርዐይ
መርሓባ ተራ መተርተ ሰንበት ምድርስ ናበይ ደኣልካ ናብ ቤተ ክርስቲያን ኣይ ነቲ እንዳ ስዋ ዲኹም ቤተ ክርስቲያን ትብሎ
ኣቲ ቤተ ክርስቲያን ደጋጊምካ ብምስዓም ዝጽደቕ መሲልኪ እንታይ ደኣ ምኒልክ ደጋጊምካ ብምስዓም እዩ ዝጽደቕ ኣይኮነን ህም።
ጽቡቕ ግብሪ እዩ ዘጽድቕ ኣንታ ኣብ ሰሙን ሽዱሽተ መዓልቲ ብዛዕባ ስጋኻ እንዳሓሰብካሲ ኣብ ሰሙን ሓንቲ መዓልቲ ብዛዕባ ነብስኻ ምሕሳብ ዓቐብ ክትኮነካ። ሕራይ ኣደይ ቀሺ እንታይ ኢኽን ደሊኽን ዝደለኽንኦ ነጊርክን ዓፋንዋና። ሕራይ ንዓ ንዓ ደኣ ኣብኡ ኮንካ ዝውዳእ ኣይኮነን ንዓ ንእቶ። ኣንቲ እንታይ ኮንኪ ደሓን ዲኺ ኣጨኒቕክና እኮ። ኣንታ እንታይ ኢኻ ደልየካ ኣለኹ እንተኢለካሲ ሸበድበድበድበድ ባባባባባባባ ሸቐልቀልቀል ትብል ኣንታ ዝገበርካዮ ደለካ እዩ። ኣነ ዶ በጫነ ሸበድበድ ባባባ ኣይብልን እየ። ሕጂ እኳ ትብል ኣለኻ ንዓ ደኣ እቶ ንዓ ኣብዚ ይጥዕምኒ ንዓ ኣንቲ መን ድዩ መይቱ
እያስ ሓወይ ኣይደሓንን እንዲ ባህልቢ ሓወይ ከ ብኣሞይ ምሽ ደሓን እየ ኢልኒ እታ ደሃብ ሓብተይ ከ መሃንስ ኣንታ ክትከውን ኩዕሶ ጣልያን ትመስል ኣላ መን እዩ መይቱ ኣንታ እንታይ ኢኻ ብቆትሪ ሃተፍተፍ ትብል ዘለኻ ንዓ ዋላ ኣብዚ ከንሸሎ ንዓ ንዓ ግደፍ ብእዳወይ እንታይ ክትሕዝለ እየ ከምዚ ከለኹ ርድእኒ ዋይ ኣንቲ ደሓን ዲና መን እዩ መይቱ እንታይ ዝንፀፈ ፀጉሪ ክለኒ ወይ ዓጀውጀው ኣንታ ስድራኻ ገለ እንተኾይኖም ደኣ ኣነ ምሳኻ ኮይነ ይርዳእ እምበር ኣነ ድየ ዘርድኣካ ንዓቶ ንዓ ኣብዚ ከንሸሎ ኮይና ክንዘራረብ ኢና ንዓ እሞ ደሓን ሕራይ መርድእ ጥራይ ኣይኹን ወፋይ
እዋ
ኣንታ መን እዩ ዘይትቕበሎ ኣቲ እዝዚ ሰበይቱ ምስ ሞተቶ ሰላሙ ዝኣወጀ ዕድለኛ ንምርቑኒ። ኣይ ሰበይቱ ስለ ዝመተቶስ ዕድለኛ ንምርቑኒ'ዩ? ሂናይዳ እም ናዝካ ሓንሳብ ደልየካ ኣለኹ እናበለት ተጨንቖን ተዋጥሮን እኳ ዘይብሉ። ኣንታ እንታይ መዓት'ዩ እዚ? ኣንታ እንታይ ኮንካ ኢኻ እስኻ ቁሩብ ዓቕሊ ዘይትገብር ንደቓይቕ ምጽማም ክትስእን? ኣንታ እንታይ ኢኻ እስኻ? ወይ ተሌፎን ኣይትቅበል። ወይ ኣይትመጽእ ኣሻቂልካኒ እኮ። ሓቅኻ ኣነን መዓንጣ ከብደይ ሓቂፈ ንስኻ ከኣ ኣርኪብካ ዘርከበስ ኣብ ሽቓቕ ኮይኑ ይደርፍ ኢለሞ ሕጂሲ ኣነ ዘይኮንኩ ንስኻ ኢኻ ክትበጽሓኒ ክትመጽእ እንታይ ዲኻ ኮንካ ወይ ኣርዲኦምኻ ድዮም
ኣርዲኦምኻ ድዮም እምበኣር ንስኻ እውን ፈሊጥካ ኢኻ ኣንታ እንታ ክትረክብ ደኣ እሞ እንታ ክትረክብ ደኣ እናፈለጥካ ስኢልካ ኮነ ኢልካ ቆፂርካኒ መን ይመይቱ መን ይመይቱ መን ይመይቱ
ኣንታ ሓሚምካ ዲኻ ኣነ እንታይ ዝፈልጦ ነገር ኣለኒ ድዩ ወሪድኒ ኣንታ ስቕለል እንተ ጥዕና ኣለካ ድዩ ኣንታ ዝኾነ ሰብ ክፃወተልካ ደሓን እወ ደሓን እዩ ትብል ኣላ መብራተይ እሞ። እሂን ምሂን ተበሃሂልና ክመጻካ እየ።
ሕራይ ሕራይ እሞ ኣብኣ ኣለኹ ኣብታ ቦታ ኣነ ኣለኹ ኣብኣ ኣለኹ ምጻኒ። ሕራይ ሕራይ ቻው ቻው ቻው ቻው ቻው ቻው። ሕነ።
እንታይ ኮይኑ'ዩ ኣያ'ለይ እንታይ እዩ። ሰብ ኢሎሞ ሰብ ኢሎሞ
ሕራይ ሕጂ እንታይ ክኾንኪ እስከ ጉዳይኪ ኣሕፅር ክንጥፍ ጉሙድ ኣቢልኪ ንገርኒ ምስ ዓንዳይ ትብፅሓላትና ኣብ ቤተክርስትያን ክሰብኽ ዝፀንሐ ቀሺ ስብከቱ ነብሰይ ንኽፍትሽ፣ ምስ ነብሰይ ንኽዛረብ፣ ውሽጠይ ከም ዝምርምር ገይሩኒ ኣሎ። ዋይ ኣቲ ንስኺ ኣብታ ቤተክርስትያን ዘዝሰማዕኽያ እንተዘየተግበርኩዋ ኢልኪ ድቃስ ኢኺ ትስእኒ። ፀሓይ ምስ ወፀት ግን ይህሞ ፀሓይ ምስ ወፀት ከ ከም ፀሓይ ዝወቕዑ ዛዕዛዕታ ሃፍፍ ግዲ። ሓቅኻ ፈፈኪረ ስለ ዝገድፎ እኳ ኢኻ። ናይ ሎሚ ኣይትሃፍፍ ኣይትንገፍ ኣይትጽርገፍ። ሕራይ ሰኣን ሕራይ ይውቃዕ ሰብኣይ ኢሎሞ። እሽ ኣንታ ስቅ ኢልካ እንዶ ስማዕ እቶም ናይ ሎሚ ሰባኺ ስግኡን ደሙን ዘይተቀበለ ሂወት ዘልኣለም ኣይረክብን እዩ እንዳበሉ ከስተምህሩ ጸኒሖም። እሞ ሕጂ እንታይ ይጠበስ ዶስ እቶም ዝሰማዕኹም ነቶም ዘይሰምዑ ኣመሓላልፉ ኢሎምኹም እየ። ኣታ ኣነ ይጻወት የለኹን ብቅዱስ ቃል ከኣ ጸወታ የለን። ኣነስ ይሓትት እንድየ ዘለኹ ኣባህላያኹ እኮ እዩ ዘይተረድኣኒ። ኣባህላይ ንጹርን ብሩህን እዩ ዘሎ ንሕና ድሕሪ ሕጂ ቀርኒ ከነውጽእ ስለ ዘይኮንና ስግኡን ደሙን ንቀበል ንቁረብ ይብለካ ኣለኹ። ንቁረብ እወ።
ዋይ ሃንደበት
እዋይ ካብዚኣስ መርድእ ምሓሸትኒ ወረ ሞት። ኣይ ካብ ሂወት ዘልኣለምሲ መርድእ መሪጽካ ሞት። እዋይ
እዋይ ድቦላ ዘይሓሰብካዮ ርኽብ ዝበሃል ደኣ ኣይዚ እንዲ እንት እሞ ሕጂ ትቆርብን ኢኻ እወይ ኣይቆርብን እዩ ዕጭ እምብቲ እምቢ ኣይተዳለኹን ኣይነጻህኩን ዶ ኣቲ ናይ ነብሲ ክግበር እዩ ኣነ ንጹህ ከማይ ንጎየ እሞ ሕጂ ትቆርብን ኢኻ ኣንቲ ተደጋግምለይ እንዶ እዋ ሕጂ ንቑረብ ክትብልኒ ከለኺ ከማን ልበይ ብመቑለብ ትቑለብ ዘላ ኮይኑ ይስምዓኒ ዘሎ። እሂ እንታይ ኮንካ?
ዝለመድካዮ ዶ ሃልዩካ ኮይኑ? እንታይ ዝለመድክዎ?
ውሽማ፣ ዕብዳን፣ ዝርጋን እምበር ካልእ እንታይ? እቲ ነዚኦም ዝለመደ እኳ እዩ ንምቑራብ ዝሕሰብ። ኣይብልኹን እዮም። ብዝደለኽዮ ከተረጋግጺ ትኽእሊ ኢኺ። ነዚ ክትብሊ ኢኺ መሊስክኒ? ድስክር፣ ስያቶ!
እምበዓር ንዓይ ኣቐሚጥካ ትብዕልግ ኢኻ ዘለኻ በልፅና ከርእየካ እየ ወይናይ ሰቢሎሞ ሰቢሎሞ
በል እዚኣ እንተዘይጌረያሲ መብራት ኣይኮንኩን እምበኣራ ፈቐዱ እዩ ዝዕውል ዘሎ ወይ ዝዘማዊ ቅድሚ ሕጂ ዝገበሮ ሸለል ተበልክዎሲ ኣብ ርእሰይ ቸቸይ ክብል ይመማ ደሓን ዲኺ እንድዕልካ ስኻ ኸኣ ኣበይ ጸኒሕካ ትመጽእ ኣለኻ? ኣቲ ማማ እንታይ ኢኺ ሓዳሽ ትኾኒ? ሰንበት ሰንበት ከም ዝጎይ ምስ ኣዕሩኽተይ ድማ ናይ ጥዕና ኩዕሾ ከም ዝጻወት ትፈልጢ እንዲኺ። መን እሞ ተሓጒስልካ እዩ? ሰንበት ሰንበት ኣብ ክንዲ ቤተ ክርስቲያን ምስላ ምስ ደድሕሪ ኩዕሶ እህ ናይ መን ደኣ ክትወስድ ናይቲ ኮንቶ መንቶ ኣቦኻ ትወስድ እምበር ዓባይ በጊዕ እያውታ ሒዛ ትጠፍእ ተባሂሉ እኳ እዩ እሞ ንባባ ቤተ ክርስቲያን ዘይተሳለምካ ኢልኪ ስለ ዝተቋየቕኪ ኢኺ በይኑ እንዳተዛረበን እንዳንፀርፀረን ክኸይድ ፀኒሑ ኦይ መዓስ በይኑ ኮይኑ ነይሩ ባዕለይ ከ ኣማዕዲየ ርእየዮ እንድየ በይኑ እዩ ነይሩ። ዳሓን ዳሓን ዳሓን ንሕና ብዓይንና ዘይንሪኦ ጋኔን ምስኡ ነይሩ እዩ ምስኡ እዩ ዘዕልል ነይሩ። ኣየ ማማየ ሎምስ ተበፅሓኪ እየ ክትመስሊ። ተበፂሕኒ ወታ ተበፂሕኒ ሎሚ እዚኣ እንተዘይገይሩሲ መብራት ኣይኮንኩን በቃ። ሕጂ ከ እንታይ ክገብር ተደሊ? እንታይ ማለትካ ኢኻ እንታይ ግበረለይ ኢለ ደርብሸ? ትርብሸ ዘይበልኩኸ ዘይወፀኒ ሕጂ ከ እንታይ ክገብር ተደልዮ? ማለት እንታይ ማለት ድዩ? ኣቲ ማማ እንታይ ኢኺ ትኾኒ ዘለኺ? ብየማን ደይኮንኩ እንተሲኺ ኣብ ቤተክርስትያን ዝወዓልክሲ እቶም ኣብ ኩዕሾ ዘርፈድና ክንሓይሽ ይኣኽለካ እሞ ይኣኽለካ ዝሰምዓካ እንተኾይኑ ተዛረቦ ኣነ ክሳብ ዝውስን እየ እምበር እንተወሲነ ዘስምዓኒ ከም ዘየለ ትፈልጥ ኢኻ ስኻ ሕራይ እንታይ እሞ ክብሎ ኣንታ ሕጂስ ናብራ ዓለም ይኣኽለና ናብ ኣምላኽና ንጸጋዕ ንቕረብ እንተ በልክዎሲ ኣይትሕሰብዮ ኣይትሕሰብዮ እንካ በለኒ ኣይትሕሰብዮ በቃ ይህ እንተ ኹይኑ ዋ ክዝሙን ክዓብልን ደልዩ እምበር ካልእ ደኣ እንታይ ክኸውን ኦይ እሞ ሰብኣይ ደኣ ተጸሊሉ ኣሎ በልዮ ኣክንዲ ናብ መንገዲ ኣምላካስ መንገዲ ሸይጣን ምረጽ ሕጂ እኳ እዩ ዝበርሃለይ ዘሎ ወይ ኣነ ኣማኒት ወይ ኣነ ዓሻዊት ድሓን ድሓን ማሜ ንስኺ ጥራይ ኣይትሸገሪ ባዕለይ ጽቡቅ ገይረ ከስምዖ እየ ኣነ ኣይሰምዕን እየ ዝብል እንተ ደኣ መሲሉ ደይ ንበዓል ሰናይት ኣቦዶም ነጊርካ ኢኻ ገንዘብ ናይ ምስዳድ ማዕቀብ ትገብረሉ ናይ ገንዘብ ማዕቀብ ኣኻሊ ኣይኮነን ንዓይ ናብኦም ወሲዶም ናይ ሰበይቲ ማዕቀብ ክገብሩሉ ኣለዎም ወይለይ እዚኣ ደኣ ከምዚ ክልተ ሃገራት ምስ ተባእሳ ኣምባሳደራተን ዝስሕባ ከም ኣማለድ ድያ ኣላ እንድዒልካ ባዕልካ ትፈልጥ ሽዑ ሰሚዕካ ኣለኻ ሽዑ ምስተን ወሻሽሙ ይተኣከብ ዘይ ሕማመይ ክልክመኒ ይኮነ ደሓን ደሓን ማዙ ሸለል ምባል ከ ኣባ ልመድ እዩ
ኣንታ እንታይ ዝገበርኩ ሰብ ኣነ ወረ እንታይ ዝገብሮ ናበይ ሓፅ ኢለ ዝጠፍኦ ኣንታ ሕጂ ከ እንታይ ኢኻ ኾንካ ኣንታ ሓንዳ ሰበይቲ ዘይብሉ ዓድስ ይህሉ ዶ
ደቦጭ ባዕልኻ ደይኮንካን ምስዚኤን ኣይንበር ብደይዚኤን ኣይንበር ትብል ዝነበርካ ደሓር ከዓ ብሓንቲ መብራት ባኑ ኩለና ንስቲ ትለክመን ክንደይ ለባማትን ጥዑያትን ልዕሊ ሰብኡተን ዝምረጻ እኮ ኣለዋ
እ ነዚኣስ ጽልማት ከይብልዋስ መብራት ይብልዋ እታ እምበር ሓቅኻ ብናይታ ቀዳመይቲ ሰበይቲ ዝመፀ ሓጢኣት ብናይታ ካልኣይቲ ሄዋን ዝመፀ ፅድቂ ተሰሪዙ እወ
ኣባ ቀሺ እውን ኣብ ቤተ ክርስቲያን እንታይ ክብሉ ርፊዶም መስለካ በእንተ ሄዋን ዝተዓጽወ ሆህተ ገነት በእንተ ማርያም ተራሕወለነ ክብሉ ርፊዶም። እንታይ ማለት እዩ?
እዋይ እዛ ቤተክርስትያን ዘይምምላስ ክትሓስም ኣንታ በታ ቀዳመይቲ ሂዋን ዝተዓጽወ ገነት ብማርያም ተራሒልና ማለት እዩ። ወይለ ቤተክርስትያን ዶ ከይድካ ኣርፊድካ ኢኻ። ወይለ ሰንበት እንድዮ ትስልም ምስ ኣበልካስ ርኢኻ ኣለኻ ከመይ መንፈስካ ተሓዲሱ ፍኹስ ኢልካ ትውዕል መስለካ። ኤህ ኣንታ ፎኪስ ክንቲት ህ ነታ ቅንፍዝ ኣብኡ ረኺብካ ምልእ ስለ ዘበልካያ ኢኻ ከተጉባዕባዕ ለርፊዳ ዘላ። ኣንታ ስቕ ኢልካ ኣይትተንትን ኣብ በበይኑ ቤተክርስትያን ንሳለም ዳኣበይ ምስ ተራኸብና እንታይ ደልያትካ እያ። ኣንታ ብመቑለብ ትቆለብ እምበር ንቑረብ ኢላትኒ። ጠፋእካ ጀጎል
ጠፋእካ ሰበይቲ ንቑረብ እንተ ኢላ ብቅንኢ ተለልያ ኣላ ማለት እዩ። ቁጭ በሊ ግዲ የብልካን ፈልጫትካ ኣላ ፈልጫትካ ኣይ ንዓይ ነንጭዋ ሳብ ለቆት ፈሊጠካ እኮ እየ ገጢማትካ ዶ ጠርጢራትካ ትብል ዘለኻ ንስኻ ነጊርካዮ ኣለኻ ኣነ ዓንዳይዶ
ዋ፣ ደቦጭ ኣነ ደረቐኛ እምበር መባፃፅሒ ወረደ ትፈልጠኒ ኢኻ ታስቕ በል መበፃፅሒ ንሓሳውን ዝገበረ ገይሩ እዩ ኢሉ ዝፍክር ኦ በል ሕራይ ክሳብ ሕጂ ዝነገርኳ ነገር የለን እንድዩ፣ ሕጂ ግን ክነግራ ተደፋፋእኒ ኣለኻ። እሞ ብኸመይ፣ ንምንታይ፣ ስለምንታይ፣ ካብ ምንታይ ተበጊሳ ደኣ እሞ ከምኡ ትብል ኣላ? እንድዒ፣ ነታ ከምኡ ዝበለትካ እኮ ሕተታ። እህ፣ ግን ሓንቲ ነገር ክነግረካ፣ ዓንዳይ ስለ ዝነገራ እያ ከምኡ ትብል ዘላ ኢልካ ቶሾሽ ቶሾሽ ቶሾሽ ከይትብል፣ ኣነ ኣይነገርኳን ተጠንቀቕ። እዋ፣ ካብ ባዶ ተበጊሳ እያ ከምኡ ትብል ዘላ? እንድዒ!
ወይ ከምኡ እዩ ወይ ድማ ደመ ነፍሳ ነጊርዋ ኣሎ። እሞ እንታ ዓንዳይ ሕጂ ደኣ እንታይ እዩ ዝግበሮ? ኣቅረብኩ ለከ ማየ ወእሳተ ደይ እደይከ ሃበ ዘፈቀድከ ተባሂሉ። ወዮ ትቕየረኒ እንደለኻ ኣብቲ ቤተክርስትያን ዶ ቐሽነት ሂቦምኻ እዮም እንታይ ማለት እዩ? ማይን ሓውን ቀሪበልካ ኣለኹ

ሄለን ጓለይ ንስኺ ገዛና ገዲፍኪ ብዛ ስራሕ ኮፍ ካብ ትብሊ ኣቦኺ ፊዕፊዕ ኢሉ ጸጊቡ ስለዚ ንዓኺ ስለ ዝሰምዓክን ዝፈርሓክን ክትግፍዕለይ ኢለ መጺ ማማ ካብዚ መደበርና ዝመጽእ ገበናት ኮኒ ኣብ ገዛና ዘሎ በዚሑ ዋ እሞ ሓደ ኣፊት ኣብ ጥቓ ገዛና መደበር ፖሊስ ስርሑ ኢለ ርእይቶ ክቕርብ ሽዑ ብቐረባ ክቆጻጸረኩም እንታይ ኣብ ጥቓና ደኣ ነቲ ካንሸሎና ኣብቲ ላዕሊ መደበር ፖሊስ ኢልኩም ትጽሕፍሉ እሞ ነቦኺ ኣብታ መደቀሲቱ ሓይርኪ እታ መደቀሲኺ ከዓ ቤት ጽሕፈት ቀይርኪ ጽቡቅ ጌርኪ ትምርምርዮ
በቃ ከም መዕገርገሪ ውላድ እንታይ ይበዲሉ እንታይ ይገይሩ እንዳበልና ክንነብር ሕረ ሕጂ ከ እንታይ ይገርኪ ናይ ሎሚ እሞ ናይ ሎሚ ንበይኑ ሰንበት ኮነ በዓል ወዲ ቤተ ክርስቲያን ተሳለም ተበልኮሲ ክላግደፍና ኣምላኽ ኣብ ቤተ ክርስቲያን ጥራሕ እዩ ዘሎ ዝበለኪ መን እዩ ንስኺ ጸሪግኪ ኣነ ምስ ሓጣእኩ ክትርእይኒ ኢኺ ኢሉሲ ዓቕበዝ ኣቢልኒ። ዋእ ማማ እንታይ ክትብሊ ዘለኺ? ሕጂ ድማ ሕሉፍ ሓሊፍንስ ከም ቆልዓ ኣብ ቤተክርስትያን ዘይተሳለምካ ኢለ ክዛረቦ ደሊኺ? ኣንቲ ወዲ እኒ እንደ መን ኢልኪ ስድኣ ንነብሱ ይበል ዋ እሞ ሓራይ እንታይ ክብሎ ደሊኺ ደኣ? ስምዒ
ኣብ ርእሲ እቲ ደገ ደገ ምባሉ ዝነበረኒ ጥርጣረ ካህናት ናብ ኣምላኽኩም ተመለሱ ዝዓበኹም ድማ ስግኡን ደሙን ክትቅበሉ ቁረቡ ክብሉ ምስ ሰማዕኩ ንቑረብ ተበልክዎሲ እይ እንታይ እሞ ክብለኪ እየ ኣሻፈረኝ ኢሉሲ ነዛ ክጥሕረኒ ክጥሕረኒ እኳ ይደሉ እይ እንታይ ምክንያት ከይቐርብ ኣይነጻህኩን ከይብልሲ ኣይተዳለኹን ክጸንሕ እየ
ማማ ገለ ምክንያት ከይህልዎ ሓንሳብ ዘይትጽበዮ
ንስኻ ከምኡ ትብሊ ኣለኺ እንታይ ዘጽንሕ ኣለዎ እቲ መስተ ከይተርፎ ድዩ ዋላስ እቲ ዕብዳንን ዝሙትን? ማማ ተቐዳዲምኪ እሞ ሕማቕ ሓሳብ ኣይትሕሰቢ፣ ንሰባት እኮ ንኸይቀርቡ ዝዕንቁጾም ብዙሕ ነገራት እዩ ዘሎ፣ ባእሲ፣ ወልፊ፣ ሓረጣ፣ ንባባ ብዝሙት ኮነ ብመስተ ኣይጥርጥሮን እየ፣ ውዑይ ብምዃኑ ብባእሲ፣ ገንዘብ ስለ ዝፈቱ ድማ ብሓረጣ እየ ዝጥርጥሮ፣ ሓረጣ ድማ ሱር ሓጢኣት እዩ። እሞ ነዞም ሓጢኣታት እዚኦም ሒዙ ዕዝር እንተበለሲ? ኣብ ላዕሊ ጽቡቕ ትጸንሖ መስለኪ ንሱ ናቱ ጉዳይ እዩ ሃዋርያ ጳውሎስ እንታይ ድዩ ዝብል ንሕና ንነግር እምበር ብበትሪ ዘቢጥና ኣይንእምን ኢና እዩ እኮ ዝብል ናብ መንገዲ ጸጋም እናተጓዕዘ ስለምንታይ ስቕ ኢልኪ ርኢኽዮ እንተ ተባሃልኩ ኣነ ብናቱ ሓጢኣት ክሕተት ማማ እሞ ይቀርብኒ ኢና በለስ እንታይ ኢና ክንብሎ ደሊኺ እንተ ክብሎ
ዝበሃል የብልክን በሊ ንስኺ ዝበሃል እንተ ዘይብልኪ ኣነ ዝበሃል ኣለኒ ዘይቆርብ እንተኾይኑ ፈቐድኡ እናዓበደ ዘይሕማመይ ክልክመኒ ስለ ዝኾነን ካብ ናይ ላዕላይ ሰማይ ሕቶ ድማ ነጻ ንክኸውን ክፈትሖ እየ። ንዕኡ ፈቲሐ ድማ ናብቶም ደቀይ ክኸይድ እየ። ዋእ ማማ እዚ እሞ ኣማራጺ ኣይኮነን። ሓዳር ማለት እንታይ ማለት ድዩ? እንድዒ ንገርኒ ነዲኣ ሕማም ሕርሲ ምሂራታ ተባሂሉ እኳ እዩ። ኣረድእኒ እስኪ ኣንቲ ኢሕፊን ጭሕ ኢለ ዝወለድኩኽስ ንስኺ ክትምህርኒ? ኣቲ ማማ ከምኡ ማለተይ ኣይኮንኩን ካብቶም ከይፈለጡ ዝጋገዩ እቶም ዳፈለጡ ዝጋገዩ እዮም ዝበዝሑ ከምቲ ትፈልጥዮ ድማኒ ኣብ ሓዳር ምክእኣል ምፅውዋር ክህሉ እዩ ዘለዎ እሞ ይከኣልኩን ኣይተሰከምኩን ኣይተፃወርኩን ድየ ዘይበልኩ ንስኺ ግን ናይቲ ቀፃሊ ቤተክርስትያን ትኸድዮ ኣብ ሃይማኖት ዘለኪ ርድኢት ልዕሊ ባባ ስለ ዝኾነ ንባባ ክትፅመምዮ እዩ ዘለኪ ክሳብ መዓስ ክሳዕ መዓስ ክሳዕ መዓስ ኣንቲ ክሳዕ መዓስ ክሳብ ዝርድኦን ዝኣምነሉን እንታይ ማለት እዩ ክሳብ ዝኣምነሉ ባባ ተረዲእዎን ኣሚንሉን ነዚ ጉዳይ እዚ ክኣትዎ ኣለዎ እንተዘይኮነ ብናትኪ ተገዲዱ ተኣትዮ እኮ ይጸድቕ ማለት ኣይኮነን ምስ ኣተዎን ቤተክርስትያን ምስ ተመላለሰን ይርድኦ እወ።
ማማ እቲ ዝበለጸ ግን ተረዲእዎን ኣሚንሉን ምስ ዝኣቱ እዩ ደሓር ከኣ ናትኪ ዘረባ ጥራይ ሰሚዐ እየ ዝዛረብ ደለኹ ባባ እንታይ ከም ዝብል ኣይፈለጥኩን። እንታይ ማለትኪ ኢኺ እወ ናይ ሓደ ሰብ ዘረባ ሰሚዕካ ኣይፍረድን እዩ ስለዚ ዝገደፍኩ ገዲፈ ገዛ ክመጽእ እየ ሽዑ እቲ ዝኾንኩ ንርኢ ኢና ዳሓን ዳሓን ዳሓን ዳሓን ኣነ እኳ እየ ዘይቀብጽ ኮይነ እምበር ንስኺ ደኣ ቀደሙ ፈታዊት ኣቦኣ እንዲኺ ኣነ እየ ገገኛ እዛ ጓለይ ሕረ ኣነ እየ ገገኛ እቲ ውሳነ ኣብ ኢደይ ከሎሲ እንታይ ምሳኺ ዘዘራርብ ኣለኒ ሰሚዐልኪ ኣለኹ ሰሚዐ ሰሚዐ እዛ ጓለይ
እሞ ሕጂሲ እንታይ ክገብር ኢኻ ትደልየኒ ዘለኻ ወይ ቆሪብካ
ናብ ሓዳርካ ወይ ምስ መብራት ተፋቲሕካ ከዓ ናብ ውሽማኻ ላትስበል እዚ ዳ እንታይ ነጋር ደልየሉ ኣነ ከምታ ዝነበርኳ ከመይ ኢለ ቅጽል ዘይትመኽረኒ ግዳ። ምስ ወደቅካ እንተ ዕለበጥካስ መምለጢ ዝባንካ ተባሂሉ እኳ እዩ። ደበጅ ኣቐዲምካ ክትጥንቀቕ ኔርካ። ሕጂ ምስ ኮነ ምስ ተፈልጠ እንታይ ከተመኽኒ ትደሊ ኣለኻ? መን ፈሊጣ ኢልካ?
ንስኻ ተዘይነጊርካሲ ኣይፈለጠትን ኣላ ማለት እኮ እዩ። ውላይ ኣነ ንስኻን ጥራይ ንፈልጦ እቲ ጉዳይ ደኣ ንዓይ ዲኻ ውሽማ ንውሽማኻ ዝደልዩ ኣዝማድ ውሽማኻ እቲ ታክሲስታ ወድኻ ክነግርዎ ኣይክእሉን? እህ ታክሲስታን ባሪስታን ከኣ ዘይፈልጥዎ ምስጢር የለን። ክላእ ስቕ በል ናይ ውሽማ ኣይበልኩኻን ኣነ። ንዓኣ ምግዳፍ ድኣ እንታይ ጸገም ኣሎ? እንታይ ድኣ ካልእ?
ኣታ ናይታ ኣዲኣ ከይነገረታ ዝመተት ህ ናይታ ኣነ እምበር ንሳ ዘይትፈልጠኒ ህ እናክዝክራ ሕልናይ ዘቐንዝወኒ ናይታ ውላድ ወሰን ጓለይ ከ ክላ ክላ ክላ ንሱ ቀደም ዝተገብረ ስለ ዝኾነ ዋላ ሓንቲ ጸገም የብሉን።
እንታይ ጸገም ኣለዎ? ወ ስኢልካ ድዩ ዝቑረብ? ምንዛዝ እኮ ኣሎ። ምንዛዝ ተመጺኡ ድማ እንታ ኾንካ ቅድሚ ሕጂ ዘይነገርካኒ ኢልካ ምፍታሕ ክመጽእ እዩ። ዋይ ኣንታ ከምዚ ከኣ እባ ኣሎ እዩ እሞ እዚኣ ደኣ በዚ ተኸድኩም ወድኹም ይመተኩም በዚ እንተኸድኩም ከኣ ሰይቲ ወድኹም ትሓስመኩም እንዲ ኮይኑ ነገራቱ እንታይ ደኣ ዝዛርበኒ ኣሎ?
ክቆርብ እየ ተኢልካ ፍትሕ እ? ኣይቆርብን እየ እምቢ ዕጭ እንተኢልካ ከኣ ምፍታሕ ይኸውን ኣሎ።
እዋይ ደበጭ ዓርከይ ጉዳይካ ክንዲ ዝውዳእሲ መመሊሱ ከም ወርቂ ይኹላዕ ወፋይ ዋይ ኣነ ፍታሕ እምበር ሽግራት ጽብጽበለ ይብለካ የለኹን እንታይ ክገብር ንገረኒ ብለካ ኣለኹ ወይ ድማ ሸቀቅ በልበለኒ ሕጂ ብዛ ገረብ እዚኣ ኣብዛ ገረብ እዚኣ ዕዝር ክብል
ኣነ ኣብዚ ከለኹ ኡይ ተረካቢ ዓድ የብሉ ስማዕ እንዶ ምዉት ስለ ዘይክሰስ እቲ ገበን እኮ ናባይ እዩ ክግልበጥ እዋይ እሂ እዋይ ኣታ እዚ ዕርክነት ከመይ ኢሉ እዩ ሓሲሩ ናይ ህይወተይ ከይሕዝነካሲ እ፣ ገበን ኣፍሪህካ በል ኪድ ደሓር ኪድ ኪድ ኪድ እሞ ኪድ ኪድ ኣነ ብድሕሪ ኢኻ ዕስብ ክብል እየ ክሕነቕ እዚኣ እውን ኣይትኸውን እያ እዚኣ እውን ኣይትኸውን እያ ዋ ኣነ ንስኻ ናብዚ ኮፍ ኢልና ከለና እዚ ኩሉ ሓላፍ መገዲ ርኢና እንድዩ ሂሞ ወይለ ስማዕ እንዶ ክሕነቕ ከሎ ከይነገረካ ስለ ዘይሕነቕ ዘይምሕባርካ ተሓታቲ ኢኻ ወይ ከኣ ንስኻ ኢኻ ሓኒቕካዮ ክበሃል ኣንታ ደቦጭ ዓርከይ ነዘን ተሪፈናኒ ዘለዋ ዕድመስ ኣብዛ ማሕዩር ከሕልፈን ዋ ወረ እንታይ እየ ገይረካ በጃኻ ኢለካ ዋይ
እዚኣ ምኽርኻ ዘረባ ስኑፋት ውሳነ ሕማቃት እንዳተዛረብካ ደኣ ምንታይ ክብለካ ደሊኻ ዓቅለይ ጸቢብንታት እምበር ምንባር ደኣ ካባይ ንላዕሊ ዝፈትዋ ደሎይ ንስኻ እኳ ምዛ ድኽነትካ ትምነያ ተበዳዕ ብድዕ ደኣ መልካ እንዲ ግን ሓንቲ ነገር ክነግረካ ህይወትካ ብገዛእ ኢድካ ምሕላፍ ማለት ስንፍና ጥራይ ዘይኮነ ኣምላኽ ዘይፈትዎ ከቢድ ሓጢኣት እዩ እወ ኣይ ሰብኣይ እንዲኻ ግዲ ንጸገማታ ክንዲ ብካሶትን ብዝጋምባን ዋዕዋዕ ክብለሲ ዋ ከም ሕማቕ ተጓሳጣይ ባዕልኻ ኢድካ ሂብካ ይኣኽለኒ ኢልካ ክትስዓር እዋይ ኣብ ኲናት ዘይወዓለ በሊ ኣንታ ሕጂ ኣነ ንስኻን ክንፈላለ ከለና እኮ ንስኻ ናብ ገነት ኣነ ድማ ናብ ገሃነም እኮ እየ ኣንታ ከመይ ገይራ ድያ ብቅርና ክትቅበለኒ እሞ ሓደ ኣባሉ ዶ ዝወለደት ትውለድ ኢለ ናብታ ውሽማይ ክኸይድ እዎ ዶርሆስ መሕረዲኣ ካራ ባዕላ ትጽሕትር ድዩ ዝበሃል? ሰሪሕካ ዝገደደ ከተምጽእ። ማየ ምኽሪ ለግስ።
ደቦጭ ንስኻ ጸገምካ እንታይ ድዩ መሲልካ? ኣክንዲ ንነገራት ነቶም ዘጓንፉኻ ህድእ ኢልካ ለዚብካ ብኢሂን ምሂን ትፈትሖም ትፍትን ዋላ ባዕልኻ ተጋጊኻ ከለኻ ቦቦቦቦቦቦቦቦቦ ትብል ኮንካ። እሞ ንስኻ እንድኻ ዓርከይ እንታ ኾንካ ክጋገ ከለኹሲ ዘይትገንሓኒ። እ? ቅንጥው ኣቢልካስ ኣሕርር ዘይትብል ክለኒ በል ሕጂ ስማዕ ክነግረካ ሕጂ ንስኻ እዛ ጉዳይ ብኣይ ከውንን እዩ ኣክንዲ ትፈትሓ ሕራይ በላ ሕራይ በላ ብድሕሪ እዩ ኣንታ ሓዘኒ እንዶ
ይሸልካ ካባኻ ይመፅእ
ክመፅእ ድዩ ኢልካ ምሕታት ኣይሓይሽን
ኣይምፃእ ዋላ ህልም ዘይብል ምሳኽ እንድሕር ተቋይቑ ናበይ እዩ ዝኸይድ ህልው እንኳ እዩ ዝብል እንታይ ኢኻ ክትብል ደሊኻ እስኻኸ እንድዒ ፈሊጠሉ ድየ ዶስ ናበይ ከም ዝኸይድ ትፈልጥ ኢኻ ወሪድኒ ኣነ ድኣ ከመይ ኣቢለ ክፈልጥ እንድዕልካ ንስኻ መምጽእ ደርፊ ንስኻ መጥፍእ ደርፊ ወሪድኒ ሄለን ከንታይ በለት ኦይ
ካብ ጸባ ዘይተረኸበ ስያ ካብ ማይ ጸባ ደሓን ኣነ መብራት ኣነ ከ ኣንተምጽእ የፈልጠኒ እኳ እዩ ኣጻሕጺሒ ከም ቆልዓ ፓምፐር ከም ዝዕጠቕ ክገብሮ እዩ።
በዚ ሰብኣይ ዝንበር ኩላትና ተሓሚስና።
መን ሰብኣይ እዚ?
መን ሰብኣይ? ኣብዚ ፊልም ናይ ቱርኩ እንዲ እቲ ሰብኣይ ሲ ምስ ሰበይቱ ምስ ደቁ ምስ ሓማቱ ምስ ኩሎም ዘይሰማማዕ ኩላቶም ደናቑር ተኾይኖም ደኣ ከመይ ኢሉ ክሰማማዕ? ኩላቶም ገዜኛታት ንሱ ጥራይ ቅኑዕን ሓቀኛን ክኸውን። እቲ ካብ ክልተ ንላዕሊ ርእስኻ የላን እንተኢሎምኻ ርእስኻ ሃሰስ በላ ዝብል ምስላ ናበይ ምስ ከደ እዩ ንበይኑ ቅኑዕ ዝኸውን? ኩሉ ምስላታትስ ሓቂ እዩ? ሓቂ እወ።
ወይለይ! እምበኣር ሕጂሲ ንዓና ሰንኪርካስ ናብቶም ለባማትን መስተውዓልትን ወለድና ከኣ ክትሰግር ደሊኻ? እሳቶም ሰባት እንድዮም። እሞ ኩሉ ምስላታት ሓቂ እንተኾይኑ እሞ እታ ማይ ካብ ዓማቕ ምስላ ካብ ሕማቕ ትብል እውን ሓቂ እያ ማለት እዩ።
ኣታ ባባ እዚኣ ድኣ ዘይምስል ኣብዲ ዘየኹምሳ ኣድጊ ብትብል እንድዮም ቀይሮማ ዘለዉ። እንታይ ድያ እታ ጎበጎበ ትብል ዘለኻ? ደሓን ናይ ናቶም እሞ ኣጽንሓልና እቲ ዓንተወይ ዝተዘራረብናሉ ጉዳይ እንታይ ጌርካ? ኣንቲ ሰበይቲ ዘይትገድፍኒ ገዛይ ገዲፈ ሃጽ ክብል ዲኺ ትደልይኒ ዘለኺ? ኣንቲ መሓርኒ በጃኺ ጨርቀይ ከይድርቢ መሓርኒ። ኢለካ እኳ እየ ሎሚ ከም ቀደም ከይመስለካ ኣይገድፈካን እዩ። መን ኢኺ እስኺ ትገድፍን ዘይትገድፍን ኣምላኽ? ኣምላኽ
ዋ እንታይ ትፈልጥ ኣምላኽ ግርም እባ ኣኣብ ዝደለኻዮ ኣምላኽ ኣምላኽ ምባል ናብ ኣምላኽና ንጸጋዕ ንቑረብ እንተበልኩኻ እንዲኻ ግዲ ዕጭ ትብል ዘለኻ ሕጂ እውን ዕጭ እቲ ትገብርዮ ከዓ ክሪኦ እየ ክሪኤኪ እየ እወ እዋ እወ በል ፅናሕ
ኣታ ባባ ነገራት ብዓቕልን ብልዝብን እምበር ብከምዚ ዘይፍትሑ እቲ ክትዕ ፅርፅር ዝብል ሓቅነት ዘይብሉ እሞ እቲ ጉዳይ ናብ ባእሲ ተቐይሩ ንኸይፍታሕ ዝፅዕር እዩ ዝበሃል
ስማዕ ሕጂ ብሓፂሩስ እንታይ መልስኻ

እዎ ደሓን ኮፍ መበሊ ኮፍ በሊ። ስምዒ ሄለን ጓለይ፣ ኣነ በዛ ሰብ እዚኣ ጨርቀይ ይድርብ ኣለኹ። በጃኺ ጓል ዝጽሉል ከይትበሃሊ ተገፊዕለይ ፍታሕ ኣምጽኢ ወይ ድማ ምስቶም ኣብታ ስራሕኹም ዘለዉ ለያቡን መዳናገርትን ምስኦም ዳጉንኒ። ኣይ
ቀፍድኒ ከምዚኣ ጌርክ ቀፍድኒ ምዞም ኣየ ኸየይ
ካብኣቶም ዶ ብምንታይ ትፍለይኻ ንሳቶም ሰረቕቲ ንብረት ኣነኸ ንስኻ ከኣ ሰረቐ እምነት ራይ በል እዚኣ እታ ናታ ሄለን ንስኺ እውን ናብ ጽምብላሊዕ ኢኺ ተቐይርኪ ዘለኺ ንስኻኸ እንታይ ማለትካ እዩ ከምታ ጽምብላሊዕ መዓኮርያ ከይከደነት ምድሪ ከደነት ዝበሃል ንስኺ ከኣ ሽግር ናይ ገዛ ከይፈታሕኺ ሽግር ናይ እንዳ ኣማትኪ ክትፈትሒ ትውዕልን ትሓድርን ኣለኺ ስቕ እስከ በል ንስኻ ኣብ ዘይትፈልጦ ጉዳይ ስቕ ኢልካ ኣፍካ ኣይትኽፈት ፖሊስ እንታይ ኣለዎ እዩ ኣብ መንጎ ሰብ ሓዳርን ኣብ ናይ ውልቆምን ጉዳይ ዘእቱ ዋእ እሞ ንስኺ ኣባል'ዚ ስድራ እንዲኺ ቤትክን ቤተሰብክን እናተናወጸሲ ኣማዕ ዲኺ ክትርኢ? ማማ ኣማዕ ድየ ተዝርኢ እሞ ንሕጂ ስርሐይ ገዲፈ ናብዚ ምመጸኹን ነይረ። ባባ እንታይ ኢኻ ትብል ዘለኻ እስኻ? ሄለን ጓለይ ስግኡን ደሙን ከይነጻሕካ እንተወሲድካዮ ሓዊ ኮይኑ እዩ ዘንድደካ እናበሉ ንሲ ቲፎ ክኣትዎ ገና እናበሉኻ ዶ ትጋገ ኢኻ? ርኢኽ በሊ ርኢኽ እታ ዝበልክዋስ መጺኣ። እታ ኣይተዳለኹን ዝነበረትሲ ናብ ኣይነጻህኩን ተቐይራ። እንታይ እዩ ዘየንጻሃካ እታ? እዋእ ማማ እንታይ ክትኾኒ ዘለኺ ንስኺ ኣባት ነብሱ ዲኺ ንዓኺ ክነግረኪ ንሱ እኮ ንነብሱ ባዕሉ እዩ ዝፈልጣ ሄለን ኣባት ነብሱ ዶ በለት እምበኣር ንስኺ እውን ትፈልጢ ኢኺ መብራት ምስ ደሃብ ሓብተይን ምስ እያሱ ሓወይን ስኒት ከም ዘይብለይ ምሽ ትፈልጢ ኢኺ ንስኺ ኣብቲ ስርሐይ ከዓ ምስ ብዙሓት ሰባት ኣይፍቓደኹን ኣታ ባባ ዝዳሞ እንታይ ፀገም ኣሎ ባእሱ እኳ መናብርትና እዩ ኣንታ ስቕ እንደ በል እዚ ኮሞ ምክነይታ እዩ ኩላ ክትቀሩብ ከላ እኮ ንዝበደልዋ ከይተረፈ እያ ቅረበሉለይ ትብል። ዋይ ወዲ ፉርዙን እሞ ንበርሀ ሕልቁስ ንሃይለ ዓሻ ንካሕሳይ ፈገርሲ በዲሎም እንከለዉ ኣብ ብርኮም ተደፊኤ ቅረበሉለይ ክብሎም ትብሎም ነይረ ቂምታ ሒዝካ ደልኣ ናብ ኣምላኽ ይጽጋዕ እዩ ኣንቲ ከመይ ዝበሰሉ ክኢ ክንስኺ ዋ ከመይ ጌርኪ ኢኺ ነዚ ቁርባን ተቃልልዮ ዘለኺ እንተ ቐሪበ እኮ ኣነ እቲ ብዙሕ ገንዘብ ዝረኽበሉ ስራሕ ክጎድፎ እየ ማለት ኣብቲ ስራሕ እኮ ክንደይ ኣምላኽ ዘይፈትዎ ስራሕ ኢና ክንሰርሕ ንውዕል እሞ ክትመሃር ስለ ዝደለናካ እኳ ኢና ስራሕ ሰይጣን ገዲፍካ ንዓ ቁረብ ንብለካ ዘለና። ዋእ ማማ ከመይ ጌርኪ ነዚ ንብዙሕ ዓመታት ምስኡ ዝጸንሐ ኣመል ኣብ ሓጺር ግዜ ግደፎ ትብልዮ ዘለኺ ንነብሱ እኮ ባዕሉ እዩ ዝፈልጣ። ንስኺ ከ ኣብ ክንዲ ግደፍ ትብልዮስ ተተባብዕዮ ኣለኺ።
ደሓን ደሓን እዚኣ ደኣ መሻረዊት እንድያ። ኣነ ከኣ ቆልዓ ኣይኮንኩን እዚ ዝብሎ ዘሎ ዘይኮነሲ ካልእ ዘየንጽሆ ጉዳይ ስለ ዘለዎ እዩ እወ
ማማ ንስኺ ከም ሚእቲ ካብ ሚእቲ ንጽህቲ ዲኺ እንታይ ሚእቲ ካብ ሚእቲ ጥራይ ሚእትን ሓምሳን ካብ ሚእቲ ጽርይቲ ከም ማይ ንጉሆ እየ መብራ ማማ ኣነ እዛ ባህላ እዚኣ ኣይኣምነላን እዩ ማይ ናይ ንጉሆ መን እዩ ጥሩይ ኢልዎ ለይቲ እንታይ ኣትይዎ ከም ዝሓድር መን ንሪኦ እንታይ ከ ንስኻ ከ ከም ሰፍኢ ግምጥል ግምጥል ትብል ኣብ ሓደ ዘይትጸንዕ እዋይ እዋይ እዋይ ኣንታ ገለ ክንሰምዕ ኢና ኣንቲ ንስኺ ዝጽኒሕልክሲ ጻድቕ ስለ ዝኾንኩ ክንፊ ኣውጺኤ ናብ ሰማይ ክበርር እየ ከይትብልን ከምኡ ክትብል እኮ ኢኺ ማማ ንነገራት ኣብ ውዑይ ኩነታት ከለዉ ክተዝሕሎም እንተፈቲንካ ውዕኣኦም ክልብልበካ ስለ ዝኽእል ቁሩብ ክሳብ ዝዝሕሉ ክትጽበዮም እዩ ዘለካ። ክሳዕ መዓስ ክሳዕ መዓስ ኣቲ ክሳብ ቀርኒ ነውጽእ ሞት እኮ ከም ሰራቂ ሰላሕ እንዳበለት እያ ትመጽእ መዓስ ደኣ ኢልና እሞ ናብ ኣምላኽና ክንጥምት። ማማ ተረድእኒ እባ ኣነ ውን እኮ ይትረፍ ወይ ግደፍዎ ኣይኮንኩምን ዝብለኩም ዘለኹ። ውዑይ ጸባ ውን እኮ ከየዝሓልካ ኡፍ ከይበልካ እንድሕር ሰቲኻዮ መልሓስካ ምስ ለብለበካ ትተፍኦ እምበር ኣይትውሕጦን ኢኻ ማማ ስለዚ እዚ ሃታሃታ ውጽኢቱ ሕማቕ ከይከውን ደጋጊምኪ ምሕሳብ ከድልየኪ እዩ። ሕጂ እሞ ንስኻ ኣይከውንን እዩ ዲኻ ትብል ዘለኻ? እሞ ዘረባ ምድጋም ዘይፈቱ? ደሓን ደሓን ኣይትቕሰን ከርእየካ እየ።

ሃለው መብራት ከመይ ቀኒኺ? እዝግኣብሄር ይመስገን ደሓን ዲኻ ደኣ? ኣንቲ መብራት ሓብተይ ንስኺ ጥራይ ትፈትሕያ ጉዳይ ኣጓኒፍ ሃነሲ ገዛ ዶ ትህልዎ ክመጸኪ?
ኦ ሽግረይ ዘይፈታሕኩሲ ናትካ ሽግር ክፈትሕ ኣምላኽ እምበር ሰብሲ ፈጣሪ ሽግር እምበር ፈታሒ ሽግር ኣይኮነን ዓንዳይ። ኣንቲ መብራት ሓብተይ እንታይ ደኣ ዘይኣመልኪ? ሰብ ናብ ሰብኡ ስለ ዝኾነ እንድዩ ምስ ደቦጭ ዝኾነ ከጋጥመኪ ከሎ ዋእ ትመጽኒ ዝነበርኪ እ ሕጂ ኸኣ ኣምላኽ ይተሓወሶ ኢልኪ ሕራይ በልኒ እሞ ክመጸኪ።
ዎው ሕራይ በል ደሓን፣ ሕራይ ገዛ ኣሎ ክምጻእ።

ኣይትሕመምኒ እታ ጓለይ ኢደ ሰብ እንዲ ሒዝዋ። ኢደ ሰብ? እህ ወረ ኢደ ሰብ ዘይኮነ ናይ ሜሪ ጓለይሲ እግሪ ሰብ ከይከውን እውን እፈርሕ ኣለኹ።
ከመይ ከመይ ድዩ ዝገብራ?
ኣንተ ሱቕ ኢላ ጸኒሓ ብኣውያት ንቕንቕ ተብለካ። ዋይ ጓለይ
ሃንደበት ሃጽ ክትብል ትደሊ እሞ መን ክሕዛ ነዞም ሰለስተ ሰብኡሲ ራዕ ኣቢላ ህና ትብቆጽ እዋእ እንታይ ትብል ኣለኻ ይ- እዚ ርጉም ሰይጣን እዩ ዝፃወተላ ዘሎ ሰይጣን ስልጣን ተሂብካዮ እንታይ ዘይገብር እ? እዚ ከይመፅእ ካየ ንቑረብ ናብ ኣምላኽና ንፀጋዕ እንተበልኩ ሰማዕ ስኢነ ዘለኹ እዋይ ኣንታ ዓንዳይ እሞ ናፋላጣይ ዘይትወስዳ። እሞ እንታይ ድዩ ናባኺ ኣምጺእኒ? ወሲደያሲ ብቐሊል ዘይርከብ መድሃኒት ኣዚዝላ። ዋእ እንታይ ድዩ ኣዚዝላ? እዋእ
እቲ መብራት ሓብተይ ከቢድ እዩ። ቅድምን ድሕርን መርዓኣ፣ ብጀካ ምስ ሰብኣያ ምስ ካልእ ወድ ተባዕታይ ፍጹም ስጋዊ ርክብ ፈጺማ ዘይትፈልጥ ናታ ሽንቲ ማይ ኣምጻለይ እሞ ብኡ ተበጽቢጹ ዝወሃብ መድሃኒት ኣሎ ክበካ እየ እብለኒ። እወ ግና ብጌጋ እንተምጺኻ ነታ ጓልካ መሊሱ ከገድዳ እዩ። እታ ሓስያ ሽንቲ ማይ ዝሃበትካ ከኣ ካብ ናይ ጓልካ ዝገደደ ሕማም ክመጻ እዩ እብለኒ።
እዋይ ኣንታ ኣንታ እንታይ ትብል ኣንታ እሞ እንታይ ደኣ ክትገብር ኢኻ? ዋእ እንታይ ክገብር ደኣ ሓሲበ ሓሲበሲ ካባኺ ዝጥዒ ካባኺ ዝእመን ኣብ ሓዳራ ጽንዕቲ ካልእ ሰብ ኣይረክብን እየ እሞ ዋእ ንስኺ ክትብኒ እየ መጽየ። ኣነይ
ኣይውዕሎ ደሓን ዲኻ ደኣ ወሪዲ ድሎ መብራት ናይ ምንታይ ፈተነ ደኣ ባህልዝኸ። እዋእ ሒደ ኣንቲ መብራት ነብስኺ ትኣምኒ እንዲኺ። እንተኾይነ እየ ዝኣምን ኣይኣምንን እየ ኢለካ ኣይኣምን'የ ዝብል ወጺኡኒ እምንቲ'የ መብራት ተላኢኽካ ዲኻ መጺኻ። ብዘይፍላጥ ብዙሕ እንዲዩ ዝግበር ሰባት እንዲና።
ብዛዕባ ንሱስ ሓቅኻ ዝፍለጠኒ እኳ የብለይን ግን ብዘይፍላጥ ዝገበርክዎ ስለ ዘይሰኣንሲ ዋእ ኣይህበካን እየ ንምባል እየ። ወይ ዘይሕማምካ ረስኒ። ኣንታ ዓንዳይ ኣቤት ስለምንታይ ድዩ ብፍላጥ ኮነ ብዘይፍላጥ ዝበደልክዎ ቅረ በለለይ ንብል እወ ወይ ድማ ንኽሓስብን ክዝክርን ዕድል ሃበኒ ዋ ሰብ እኳ እየ እሞ እንቲ መብራት ሓብተይ ኣነስ ዘይኮም እየ ዝብል ዘለኹ እ? እሞ ንደቦጭ ዓርከይ ደኣ ቁርባን ስጋ መድሃኒና እምበሪ ስጋ ከብቲ ስለ ዘይኮነ ሓንሳብ ዕድል ሃብኒ ሓሲበ ንኽናዘዝ እንተበለኪ ኣይከውንን ኢልኪ ኣዋጥር ተብልዮ እዋ ከምኡ ድዩ ዝብል ዘሎ እወ ኣነ ደኣ እሞ ዘይተረድኣኒ ሓቅኺ ኣባ ቀሺ እውን እኮ ጸጊበ ንዝበለካ ብላዕ ፈሪሐ ንዝበለካ ትባዕ ካሓስብን ክናዘዝን ዕድል ሃበኒ ዝበለካ ኣይትግፋዕ እዮም ዝበሉ ዋይ ረቲዕካኒ ረቲዕካኒ ዓንዳይ ሕጂ መብራት ናብ ልብኺ ተመሊስኪ ደቦጭ ዓርከይ እውን እኮ ፈፂመ ኣይቆርብን እየ ኣይበለን ብፍላጥ ኮነ ብዘይፍላጥ ዝገበርኮ በደል ከይህሉ እሞ ሓሲበ ንክናሳሕሲ ዕድል ሃብኒ እዩ ዝብለክ ዘሎ ሓቁ ሓቁ እቲ ጥቕምስ መዓስ ንበይኑ ኮይኑ ኣነውን እኮ ታህዋኸይ ናብ ሓጢኣት ከይሸመኒ ክሓስብን ክናዘዝን ግዜ ከድልየኒ እዩ። ቅሶን እዛ ጉዳይ ናብታ ዝነበረታ መሊሰ ከዐርያ እየ። በቃ። እዚኣ ክብል ከለኹ ግን እዚ ክንበሃሎ ዝጸናሕና ኩሉ ንኻልእ ሰብ ከይትነግር መሓለለ። እነ
ዝተበሃልናዮ ንዝኾነ ሰብ ከይነግር? እወ። እታ ዝፈትዋ ጓለይ የኽልኣኒ። ኣፈይ ኣፍ ላም ትኹን ኩንን ብኣልፊ ስላሴ ዓንዳ መልኣኽ ይልኢኽካ ናባይ
ሕጂ ከዓ ክትሕጎስ በሊ ጓለይ ከዓ ዋላ ሓንቲ ኣይኮነትን እ? እዋይ